ሰላም ወሰናይ ኣብ ዝተፈላለየ ኩርናዓት ዓለም ብምዃን መደባት ፍልፍል ቲቪ ትካታተሉ ክቡራትን ኩቡራንን ንሎሚ እውን ከምቲ ልሙድ ንዓኹም ይበቂዒ ዝበልናዮ ዝተፈላለዩ መደባት ሒዝና መጺና ኣለና ደጊመ ሰናይ ምክትታል ቀዲምና ብዘለዎ ሓፀርቲ መደባት ክንጅምር ምስ ቱርካዊት ኮንቲነንታል ጋንታ ኢስታንቡል በይኮሰር ዝስለፉ ኤርትራውያን ተቐዳደምቲ ናትናኤል ብርሃነ ኤቨን የማነ እውን ኣብቲ ሚልክያስ ማእከልን ዩኤል ሃብተኣብ ዳዊት የማነ ዝተሳተፍዎ ዙር ኢራን ኣዘርባጃን ክልተ ሽሕን ዕስራን ሓሙሽተን ምስ ጋንትኦም ተሰሊፎም ክወዳደሩ እዮም። ኣቐድም ኣቢሉ ምልላይ ጋንታታት ዘካየደ ዙር ኢራን ኣዘርባጃን ናይ ክልተ ነጥቢ ሓደ ደረጃ ዓቐን UCI ዘለዎ ዙር ኮይኑ ኣብዚ ዓመት ኣብ ሓሙሽተ መድረኻት ተኸፊሉ ብጠቕላላ ሸሞንተ ሚእትን ሰማንያን ሸውዓተን ኪሎ ሜተር ንውሓት ዝሽፍን ውድድር ክካየድ እዩ። ተቐዳደምቲ ኣብዚ ዙር ኣብ ሳልሰይቲ መድረኽ ንናይ ግዜ ብጫ ማልያ መን ወሰደ ወሳኒ ውድድር ከካይዱ እዮም። ኣብ ክልተ ሽሕን ዕስራን ክልተን ዳዊት የማነ ኣብዚ ዙር ሳልሳይ ደረጃ ሒዙ ኣብ ፖድየም ዛዚሙ ከም ዝነበረ ይፍለጥ። ጽቡቕ ዕድል ንኹሎም ምስ ጋንታታቶም። ኤርትራን ኒጀርን ባዶ ብባዶ ተፈላለየን። ሃገራዊት ጋንታ ኩዕሶ እግሪ ኤርትራ ምስ መዘናኣ ሃገራዊት ጋንታ ኒጀር ብዕለት ዕስራን ሽዱሽተን ጉንበት ክልተ ሽሕን ዕስራን ሓሙሽተን ኣብ ሰዓታት ድሕሪ ቀትሪ ኣብ ስታድየም ኣስመራ ኣብ ዘካየደቶ ምሕዝነታዊ ግጥም ባዶ ብባዶ ተፈላለያ። ኣብቲ ስታድየም ኣስመራ ብቑጽሪ ብዙሓት ደገፍቲ ዝእንገደሉ ጸወታ ሃገራዊት ጋንታ ኤርትራ ብፍላይ ድሕሪ ዕርፍቲ ዝሓሸ ምንቅስቓስ ኣርእያ። ናብ ሸቶ ዘይቀየረቶ ፈተነታት እውን ኣካይዳ። ካልኣይ ምሕዝነታዊ ግጥም ኤርትራ ኣንጻር ደቡብ ሱዳን ተሰሪዑ እኳ እንተነበረ፣ ለውጢ ከም ዝተገብረ ዝገለጸ ሃገራዊ ፈደረሽን ኩዕሶ እግሪ ኤርትራ፣ ንሮቡዕ ኣብ ተመሳሳሊ ሰዓት ደጊመን ምስ ኒጀር ክጻወታ መደብ ተሰሪዑ ከም ዘሎ ተፈሊጡ። ብጣዕሚ ኣዝዩ ብሉጽ ዝኾነ ምጅማር'ዩ ሃገራዊ ፈደረሽን ኩዕሶ እግሪ ኤርትራ። ንሃገራዊት ጋንታ ኤርትራ ብኸምዚ ናይ ምሕዝነት መደባት እንተ ጀሚራ፣ ናብቲ ኩሉ ከም ኣፍቃሪ ስፖርት ብፍላይ ከኣ ዝደልዮ ወይ ከኣ ክትጻወተሉ እትደሊ ሃገራዊት ጋንታ ኤርትራ፣ ፀወታታት መላእ ምብራቕ ኣፍሪቃ ሴካፋ ከምኡ እውን ዋንጫ ኣፍሪቃ ካብኡ ሓሊፍና እውን ናብ ዋንጫ ዓለም ትሳተፈሉ መደባት ንክጅመር እንድሕር ተኾይኑ ሃገራዊት ጋንታ ኤርትራ ምስ ጎረባብታ ቀፃሊ ዝኾነ ምሕዝነታዊ ግጥም ክተዳሉ ኣለዋ። ስለዚ ነዚ ተበግሶ እዚ ሕጂ እውን ደጊምና ፅቡቕ ስራሕ እዩ ሃገራዊ ፈደረሽን ኩዕሶ እግሪ ኤርትራ። ዜና መስዋእቲ ሚኒስተር ዞባዊ ምምሕዳር ገዲም ሓርበኛ ተጋዳላይ ሚኒስተር ወልደንኪኤል ኣብርሃ ኣብ መበል ሰማንያን ሸውዓተን ዓመቱ ብሕማም ተሰዊኡ። ብትሕትና ብሃገራዊ ተወፋይነት፣ ልዑል ሞያዊ ብቕዓትን ሓላፍነቱን ተግባራቱን ኣብ ምክፍፋል ብቕዓቱ ዝፍለጥ ሚኒስተር ወልደንኪኤል ኣብ ሽሕን ትሽዓተ ሚእትን ስሳን ሓደን ናብ ምንቅስቓስ ሓርነት ኤርትራ ዝተጸንበረ ኮይኑ ንስሳን ኣርባዕተን ነዊሕ ዓመታት ብዝተፈላለየ ጽፍሕታት ንህዝቡን ሃገሩን ብዓቢ ፍሉይነት ኣገልጊሉ። ኣብ ሽሕን ትሽዓተ ሚእትን ሰብዓን ኣርባዕተን ብወግዒ ናብ ህዝባዊ ግንባር ዝተጸንበረ ሚኒስተር ወልደንኪኤል ኣብ ኩሉ ጉባኤታት ህዝባዊ ግንባር፣ ህግደፍ፣ ናብ ማእከላይ ሽማግለ ተመሪጹ። ብጻይ ወልደንኪኤል ከም ኣቦ ወንበር ሃገራዊ ማሕበር ሰራሕተኛታት ኤርትራ ሽሕን ትሽዓተ ሚእትን ሰብዓን ትሽዓተን ክሳብ ሽሕን ትሽዓተ ሚእትን ሰማንያን ሸውዓተን ከምኡ'ውን ኣቦ ወንበር ኣተሓባባሪ ሽማግለ ሃገራዊ ማሕበራት ኤርትራውያን ሰራሕተኛታትን ተማሃሮ ደቂ ኣንስትዮን ብምዃን ምትእስሳር ሓፈሻዊ ማሕበራት ህዝባዊ ግንባር ኣብ ምጽናዕ ዓቢ ተራ ተጻዊቱ። ድሕሪ ናጽነት ሚኒስትር ወልደንኪኤል ኣመሓዳሪ ዞባ ማእከል፣ ኣምባሳደር ኤርትራ ኣብ ጀርመን፣ ኣመሓዳሪ ዞባ ደቡባዊ ቀይሕ ባሕሪ፣ ሚኒስትሪ መጓዓዝያን መራኸቢታትን ከምኡ'ውን ሚኒስትሪ ምምሕዳር ከባቢታትን ካልኦትን ኮይኑ ኣገልጊሉ። ንመላእ ህዝቢ ኤርትራን መቓልስቱን ብጾቱን ቤተሰቡን ጽንዓት ይሃብ። ዘልኣለማዊ ዝኽሪ ንስዋኣትና! ሰብ ተፈጢሩ ኩሉ ናብ ሓመዱ ኣብ ሰዓቱ ኩሉ ኩሉ ናብ ጉድጓዱ ዝነብር ግን ኣሎ ዝነብር ሓደ ሓቂ ታሪኽ ዝበሃል ናይ ልቦና ዕጥቂ ስሙ ዝገደፈ ብታሪኽ ዝሓለፈ መዓስ መይቱ የዕሪፍዎ የዕረፈ ምስ ዕዙዝ ሞይኡ ንእስነት ጉይኡ ብጾቱ ዝረኣየ ሃገሩ ዘድሃየ ምስ ዕዙዝ ሞይኡ ሜዳ ዝፈለጠ ሕሰም ዝቐንጠጠ ኣይሞተን መንገዲ እዩ ቀይሩ መስርሕ ናይ ምንባሩ ብኣካል እዎ ነይሩ ብታሪክ ቀጺሉ ታሪክ ብታሪኹ ኣታ ረዚን ታሪኽ ዝሓድር ኣብ ልቢ እናሻዕ ዝብርኽ እዚ እንዲ ደኣ እሞ ጻማ ናይ ወዲ ሰብ ድሕሪ ሞት ምህላው እዩ ዓብ መኽሰብ ካብዚ ቅጽል ኣቢለ እውን ኣዝዩ ኣገዳሲ መልእኽቲ ንህዝቢ ትግራይ ብኣጋጣሚ ዝኽሪ 28 ጉንበት ዕስራን ሸሞንተን ጉንበት ሽሕን ትሽዓተ ሚእትን ተስዓን ሓደን ሰራዊት ኢህወደግ ብቐንዱ ሰራዊት ህወሓት ድሕሪ ዓሰርተው ሸውዓተ ዓመታት መሪር ተጋድሎ ኣዲስ ኣበባ ዝተቋፃፀረሉ ዕለት እዩ። ብኣጋጣሚ እዛ ታሪኻዊት ዕለት እዚኣ ህዝቢ ትግራይ ከስተንትኖ ዝግባእ ዓብዪ ዛዕባ ኣልዒልካ ሕርያ ምንፃር ኣገዳሲ ይኸውን። ዘይከሓድ ሓቂ ህዝቢ ትግራይ ንመሰልን ማዕርነትን ብሄራት ኢትዮጵያ ብዘይ ብቂ ረዚን መስዋእቲ ዝኸፈለ ውፉይ ህዝቢ እዩ። የግዳስ ብሰንኪ ስትራቴጂካዊ ጌጋታት መራሕቱ ፅቡቕ ኣይተፈድየን። ብኻልኦት ኢትዮጵያውያን ተጸላኢ ኮይኑ ምስ ሓዉ ህዝቢ ኤርትራ ኣብ ዘየድሊ ግጭት ኣትዩ ኣብ መወዳእታ ንገዚፍ ዕንወትን መግደራን ተቓሊዑ ሎሚ ኢትዮጵያ ሓደጋ ምብትታን ኩናት ሓድሕድ ኣንጸላልይዎ ኣሎ። ኣብ ቅድሚ ህዝቢ ትግራይ ድማ ክልተ ምርጫ ኣሎ። ሀ ስትራተጂካዊ ምርጫ ብተባዕን ብልህን ውሳነ ምስ መናብርትኻ ህዝብታት ኤርትራ፣ ኣምሓራ፣ ዓፋርን ሰላም ምፍጣር። በዚ ስትራተጂካዊ ሕርያ እዚ ብሄራዊ መንነትካ፣ ልኡላውነትካ፣ ቁጠባዊ ረብሓኻ፣ ቋንቋኻ፣ ታሪኽካ፣ ባህልኻ፣ እምነትካ ምዕቃብን ምድማቕን። ለ ስልታዊ ምርጫ መጋበርያ ግዳይን ሕልማዊ ኢምባጦርያን ኩሽን ኣጉል ስነ ሓሳብ ዕብለላ ኦሮሙማን ኮይንካ ሓቢርካ ነብሰ ቅትለት ምፍጻም ዘሕብን ታሪኽን ብሄራዊ መንነትን ተጋሩ ነበረያ ነበረ ምግባር ኣማኻሪ ዘየድልዮ ሕርያ ምንጪ ናቕፋ ፕረስ። ካብዚ ይቅጽል ኣቢለውን ኩቡራትን ኩቡራንን ተኻታተልቲ ፍልፍል ቲቪ፣ ኣብ መበል ሳላሳን ኣርባዕተን ዓመተ ናጽነት ክልተ ሽሕን ዕስራን ሓሙሽተን መደረ ፕሬዚደንት ሃገረ ኤርትራ ኣቶ እሰያስ ኣፈወርቂ ንስርዓት ብልጽግና ርእሱ የሕሚምዎ እዩ ዘሎ። ዘረባ ፕሬዚደንት እሰያስ ኣፈወርቂ ንመንጋ ጉጅለ ብልጽግና ሕማም ርእሲ ኮይንዎም። ስታሊን ሓዝ ክሳድ ወዲ ሃገር ንበብወ ተናበብ ነዚ ጠርቋሽ ዕማኽ ጉጅለ ብልጽግና ንምቅባጽ ናብቲ ናይ ዘልኣለም ምዕራፍ ንምፍናውን ዝፈስስ ደም ኤርትራዊ ኣይክህሉን እዩ። ከም ዝፍለጥ ስታሊን ኣካያዲ ዛራ ሜድያ ኣብ ሃገርና ኤርትራ በዓል ናጽነት ሕሊፉ እዩ። ስለዚ ከኣ ነቲ ዘሎ ኩነታት ብዝተፈላለየ መንገድታት ክገልጾ ተዓዚብና ኢና። ሕጂ እውን ንስርዓት ብልጽግና ፕሬዚደንት እስያስ ኣፈወርቂ ከምዚ ብምባል እዩ ገሊጹ ብምባል ብቋንቋ ኣምሓርኛ ገሊጽሎም ኣሎ። ሕጽር ዝበለት ቪድዮ ናባኹም ከብል። የምትከታተሉት ዛራ ሚድያ ኔትወርክ ነው ከዋሽንግተን ዲሲ ሳይሆን ከአስመራ ኤሪትሪያ ነው ባል ጠቅላይ ሚኒስትሩ አውሮፓ ነው የሰነበቱ አለ የኢትዮጵያ ጠቅላይ ሚኒስትር የኤርትራ ፕሬዚደንት ደግሞ ያው ከትናንት ወዲያ የነበረው የኤርትራ ነጻነት በዓል ሰላሳ አራተኛ ኤርትራ ነጻነት በዓል

የባህር በር ጥያቄ ዛሬም ዛሬም እያሰጋቡ ነበር ኢቲቪ እያየው ነበር
ካብዚ ቀፂለ እውን ናብዛ ትስዕብ ናይ ሃብቶም ተወልደ ሃፋ ግጥሚ ከብለኩም እታ ግጥሚ እንታይ ትመስል ሓቢርና ንከታተል ደጊመ ሰናይ ምክትታል ብላሽ ዶ ነይሩ ብላሽ እቲ ኩሉ ጻዕሪ ብላሽ ዶ ነይሩ ብላሽ እቲ ኩሉ ዓቕሊ ብላሽ ዶ ነይሩ ኩሉ ዘግብር ንእስነተይ ኣብ ዕላማ ምብኻነይ ፍጡር ህይወተይ በዓል ሓፂር ሓሳብ ቅድመይ እንዳጸንሐ ኣሰር ክገድፍ ኣካይዳይ እንዳገንሐ ብጽሙሙ ጸሚመ ዘይምቕያር መንገዲ ብላሽ ዶ ነይሩ እንታይ ደኣ በለ ሕጂ ግዜ ፈራዲ ቁልቁል ሓጊዝዎ ናህሩ ብዝውስኽ እንቃዓ ተሳሒቐ ኣብ ዓቐብ ከም ፋሑኽ ሜዳ ምስ ተበጽሐ ንኽልቴና ሓደ መና ሃጢሙ መና ከሰወደ ንመን ቀልይዎ ሕጂ እዚ መንገዲ ንሸጥ መዓንጣዶ ንዝተዘርገ ኸብዲ ኩርኳሕ ዝሰገረዶ ኩርኳሕ ዝፈጠረ መን ርኢኹም ኣብ ላዕሊ ዝተሰቕለ ዋጋ ዓቕሊ ምስ ኩሉ ዝተኻዕወ ረመጽ ብጓናን ብሓውን ምስ ኣእላፍ ዓመጽ ድሕሪ ሱሳ ኾይንካ ሎሚ ኽትርእያ መትከልካ እምበር ነብስኻዶ ካብ ሰብ ክዓብያ ህይወት መን ብላሽ ህይወት መን ከዓምቢባ ቆሪራ ዘማሞቆት ነብስዶ ደላይት ናይ ጓና ዓለባ መን ኣንፈቱ ጥፊኡ መን ሰንፍላል ኮነ ሓዲዱ ዘጽንዐዶ ካብ ሓዲዱ ዝሃደመ በሉ ረኣዩኒ ከይበልካ ዘርኢ ግዜ እንተመጽኡ ገድልን ገደልን ዘሕለፎ ሎም እንተበሊጹ ፈቲኻ ጸሊእኻ ንመትከል ትኽተሎ እንተዘይኮነ ብላሽ ምዃን ኣሎ

ብስነጥበበኛ ሃብቶም ተወልደ፣ ሃፋ፣ ዝተገጥመት ኮይና ካብ ናቕፋ ፕረስ ዝመጸት ምዃና ደጊመ ክሕብር እፈቱ። ቀጺለ እውን ናብ ካልእ መደብ ከብለኩም ደጊመ ሰናይ ምክትታል። ከምዚ ዝተዓዘብናዮ ኣብዚ ዝሓለፈ ዕስራን ኣርባዕተን ሰዓታት ብፍላይ ከኣ ነቶም ኣንጻር ኤርትራን ኤርትራውነትን ዝጓዓዙ ሓደ ምርር ዝበለ ሓቂ ስለ ዝወጸ ከዕለቡጡ ተዓዚብናዮም ኣለና። ነዚ ዝኸውን መደብ ዘዳለወ ኤሪ ላይን ፔጅ ሚኪኤል እምባየ ኣራንሺ እውን ብከምዚ ዝስዕብ ገሊጽዎ ኣሎ። ቀጺለ ናብኣ ክብለኩም ደጊመ ሰናይ ምክትታል ፈተውቲ ዘብዝሕን ጸላእቲ ዘውሕድን ጽምዶ ኣድማሱ ክሰፍሕ ኣለዎ። መንግስቲ ኣመሪካ ብመንገዲ ወጻኢ ጉዳያት ኣመሪካ ብሚኒስተር ማርኮ ራቢዮ ኣቢሉ ሰናይ ምንዮት ንመበል 34 ዝኽሪ በዓል ናጽነት ናይ ኤርትራ ምልእኽቲ ሰዲዱ እዩ። ንሱ ጥራይ ግን ኣይኮነን እቲ ላዕለዋይ በዓል ስልጣን ሚኒስትሪ ናይ ወጻኢ ጉዳያት ኣመሪካ ሃገሩ ምስ ኤርትራ ዘለዋ ርክብ ክተሕይል ከም እትደሊ ገሊጹ ኣሎ። ነዚ ሰናይ ሓሳብ መንግስቲ ኣመሪካ ከም ጽቡቕ ኣጋጣሚ ክጥቀመሉን ካብ ኩሉ መዳያዊ ደውታ ተገላጊልና ኣብ ጎደና ልምዓትን ብልጽግናን ብራብዓይ ማርሻ እንሕምበበሉ መድረኽ ክፍጠር ደጊመ ይምሕጸኖ ልዕሊ ዝኾነ ሞት ኤርትራውያን ደው ንዘብል ጸላእቲ ንዘውሕድ ፈተውቲ ንዘሰስን ሰፊሕ ኣድማስ ዘለዎ ስትራተጂ ክንተክል ሎሚ ግዚኡ እዩ። ፈቲና ጸሊእና ከምቲ ኣብ ጎድኒ ዓጋም ዝበቖለት ቆልቋል ኢና። ካብታ እንዳድመየትና ንነብር ዘለና ዓጋም ርሒቕና ብሰላም ክንነብር ተፈጥሮ'ውን ኣይሓገዘናን። ነዚ ተፈጥሮ'ዚ ክንቅይሮ ድማ ብፍጹም ኣይንኽእልን ኢና። ንምበርከኽ ይብል የለኹን፣ ክብርናን ልኡላውነትናን ኣሕሊፍና'ውን ንሃቦም ይብል የለኹን፣ ከምኣቶም ንተዓሰብ፣ ንተሓሽከር ይብል የለኹን። ዘጸንሓና ናይ ወጻኢ ፖሊስና ግን ክኽለስ ኣለዎ። ኣንጻር ሓያላንን ገበርትን ሓደግትን ሃገራት ዓለምና ምዃን ከቢድ ዋጋ ኣኽፊሉና'ዩ። ነታ ንዘንትእለት እንዳድመየትና ዓጋም ክነድርቓ፣ ክነንቅጻ እናኸኣልና ዝተኸተልናዮ ስትራተጂ ናይ ወጻኢ ፖሊስና ድኹዕን ማይን ኮይኑ ኣጠጢዕዋ እዩ። ሎሚ እቲ ናይ ጻጸ ምስ ሓርማዝ ናይ ምትህልላኽ ፖሊሲ ወጻኢ ጉዳያት ኤርትራ ብፍጹም ክቕየር ዘለዎ ብፈቓቕ ማዕጾ መነጽር ዲፕሎማሲ ንሪኦ ዘለና ደብዛዝ ብርሃን ምሉእ ብምሉእ ብርሃን ክኸውን ብምሉእ ሓይልና ክንሰርሓሉ ሰሪሕና ክንረብሓሉ ይግባእ። ውሕስነት ሰላም ኤርትራ ምስ ኣመሪካ ብምሽራኽ ዝረጋገጽ እንተኾይኑ፣ ገስጋስ ልምዓት ኤርትራ ምስ ኣመሪካ ብእትገብሮ ናይ ዲፕሎማስያዊ ጽምዶ ዝረጋገጽ እንተድኣ ኮይኑ፣ መንግስቲ ኤርትራ ጨጓር ንውሽጡ ገይሩ ኩሉ ክግበር ዝግብኦ ክገብር፣ ንርሁው መጻኢናን መስዋእትነትናን ክኸፍል ይግባእ። ስለዚ ምስ ኣመሪካ ዘሎ ዝምድናና ብዘይ ወዓል ሕደር ክዕረ ኣለዎ። Erilayne፣ Page። ካብዚ ቅጽል ኣቢለ እውን ክቡራትን ክቡራንን ተኸታተልቲ ናብ ሓንቲ ኣዝያ ኣገዳሲት መደብ ከብለኩም እየ ቀዲመ ግን እዚ ኣብ ቪድዮ ንዕዘቦ ዘለና ኣቶ ቮድካቸው ዝጠዓሙ ምዉቕ ምዉቕ ክብሎ ከሎ ዘውፅኦም ቃላት እውን መገረምን መስደመምን እዮም በሉ እስከ ናብቲ ምዉቕ ምዉቕ ክብለኒ ከሎ ብምባል ኣብ ማሕበራዊ ሜድያ ድላዩ ሃተፍተፍ ዝብል ኣቶ ቨድካቸው ከብለኩም ደጊመ ሰናይ ምክትታል። ኤሪላይን ፔጅ ምክኤል እምባየ ኣራንሺ ዘዳለዎ ሓንካስ ዘውረዮ ፈረሰኛ ነይ መልሶ ማይ ዘይጠዓመ ዕቑር ምስጢር ናባኹም ከብል
ቻሌንጅ አደረጉ። ምክንያቱም በእኛ እምነት ሶስት ወር አይ- አይቆይም ብለን አሰብን። የኢትዮጵያ መንግስት ሁሉ ሁኔታዎች ሁሉ ተባሏ ብሔር ብሔረሰብ ያምጻል። ስለዚህ የምናደርገው ይሄም የተሳሳተ ትንታኔ የያዘ የመጣ ግን

ክራይሲስ እስካለ ድረስ ብቻ እስኮ ክራይሲስ ከሚያንቀሳቅስ ማንኛውም ኃይል ጋር ለማበር ዝግጁ ናቸው። ቴለፎን ጭር ትብል እቲ ቁፅሪ ናይ ኢትዮጵያ እዩ ደዋላይ ሌተናል ጀነራል ዮሃንስ ገብረ መስቀል ጆን መንጋግ እዩ ከምቲ ልሙድ ሰላምታ ድሕሪ ምልውዋጥ ብኢመይል ሓደ ኣገዳሲ ጽሑፍ ልኢኸልካ ኣለኹ ተገዲስካ ኣንብቦ ኢኻ ወሲኹ እዞም ሰባት ኩናት ንክጅምሩ ይዳለዉ እዮም ዘለዎ ብዝተኻእለኒ ክረኽቦም ፈቲነ ክረኽቡን እውን ኣይደለዩን ስዩም ንዓኻ ስለ ዝሰምዕ ደዊልካ ክተረድኦ ፈትን ይብሎ ነብስዩም ሓሮ ንእሽተይ ሓወቦይ ኣምባሳደር ኣድሓኖም ገብረማርያም እቲ መልእኽቲ ከም ናይ ሞት መርድእ ኮይኑ ተሰሚዕዎ ሕጂ ድማ ኩናት ሕጂ ድማ ጥፍኣት ሕጂ ድማ ምኽኑይ ዘይኮነ መስዋእትነት ብሓቂ ንህዝቢ ትግራይ ናብ ኩናት ከእትውዎ ይሓስቡ ኣለው ክብል ዕረ እንዳጣዓሞ ጸቒጡ ይሓቶ ዝኸድዎ ዘለው ከይድን ምድላዋቶምን ከምኡ እዩ ቀዲምካ ነቲ ጽሑፍ ኣንብቦ ብድሕሪኡ ንስዩም ደውለሉ ክብል ደጊሙ ይምሕጸኖ ተረዲኤካ ኣለኹ ይምልስ ኣድሓኖም ኣነ ኣብ ዋሽንተን ዲሲ እየ ነይረ ሓወቦይ ኣምባሳደር ኣድሓኖም ገብረማርያም ድማ ኣብ ከተማ ኒውዮርክ ሲቲ እዩ ዝነብር። ንምሸቱ ይድውለለይ። ሓደ ጽሑፍ ብኢመይል ሰዲደልካ ኣለኹ እሞ ብዝግባእ ነቢብካ ገምጋምካ ክትህበኒ ኢኻ፣ እንተ ክኢልካ ኣብ ቀዳመ ሰንበት በጺሕኻ ክትምለስ ምጻኒ ኢኻ ክብል ክብድ ዝበለ ጽዕነት ይጽዕነኒ። ጸገም የብሉን ክመጽእ እየ። ድሕሪ ስራሕ ዓርቢ ምሸት ክመጸካ እየ፣ ሰንበት ንግሆ ድማ ይምለስ ክብል ከም ዝኸዶ የረጋግጸሉ። ሓወቦይ ኣምባሳደር ኣድሓኖም ንኣገዳሲ ጉዳይ እምበር ንቖሎጥጥቖ ከም ዘይደልን ከም ዘይጽውዓካን ኣረጋጊጸ ይፈልጥ እየ። ነቲ ጽሑፍ ደጋጊመ ድሕሪ ምንባብ፣ ዓርቢ ምሸት ኣውቶቡስ ተሰቒለ ጉዕዞይ ናብታ ብጻዕቒ ህዝቢ ዝነብረላ ከተማ ኒውዮርክ ሲቲ ገበርኩ። ቀዲመ ነቲ ብኢመይል ዝተላእከለይ ኣስታት ሓምሳ ገጻት ዝኸውን ናይ ኮምፒተር ጽሑፍ ክልተ ሰለስተ ግዜ ደጋጊመ ብምንባብ፣ ገምጋመይ ብሕጽር ዝበለ ጽሑፍ ምስቲ መዓልታዊ ዝረኽቦ ኣዝዩ ርጡብ ሓበሬታ ብምስናይ፣ ኣዳልየዮ'የ። ብኣውቶቡስ ኣብ ዝጓዓዘሉ ዝነበርኩ ደጋጊመ ብምንባብ፣ ተወሰኽቲ ሓጸርቲ ትንተናታተይ'ውን ወሰኽኩሉ። ናብ ኒውዮርክ ሲቲ ከባቢ ሰዓት ትሽዓተ ናይ ምሸት'የ በጺሐ። ሰዓት ትሽዓተን ፈረቓን ኣቢሉ ድማ ኣብ መንበሪ ገዛ ሓወቦይ ኣምባሳደር ኣድሓኖም ገብረማርያም ነይረ። እዚ ዝኸውን ዘሎ ዓርቢ ናይ ምሸት ዕስራን ሓሙሽተን መስከረም ክልተ ሽሕን ዕስራን ዓመተ ምህረት ብኣቋጻጽራ ፈረንጂ'ዩ። ከምቲ ልሙድ ሰላምታ ተለዋዊጥና ናይ ነገር ስካብ ብሉይ እንደምነሽ ዝዓይነቱ ሰራሪሕና ብሓደ ድራርና ድሕሪ ምብላዕ ሻህና እንዳሰተና ናብ ዕላል ኣተና። እቲ ጽሑፍ ከመይ ረኺብካዮ እዞም ጽሉላት እዮም ክዋግኡ ይሓስቡ ኣለዉ ይብለና ኣድሓኖም ብርግጽ ይምልሰሉ ኣብ ባይታ ዝገብርዎ ዘለዉ ምድላዋትን ምውዳብን እውን ነዚ ዝሰደድካለይ ጽሑፍ ዘራጉድ ብምባል እታ ብሕጽር ዝበለ ዘዳለኹዋ ገምጋም ናይቲ ጽሑፍ ንኸርእዮ የቐብሎ። ንሓጺር ጽሑፍ ገምጋመይ ነቲ ጽሑፍ ብዝሰማማዕ ኣርእስቲ ስለ ዝሰየምኩዎ፣ ኣድሓኖም ገና ትሕዝትኡ፣ ገምጋመይ፣ ከየንበቦ ርእሱ ብምንቕናቕ፣ ብትኽክል ነቲ መርሓ ስትራተጂ ጽሑፎም ዝገልጽ ቃል ኢኻ ተጠቂምካ ዘለኻ። ንፉዕ ጸሓፋይ ጥራይ ዘይኮንካ ንፉዕ ኣንባባይ'ውን ኢኻ ክብል የመጉሰኒ። ኣርእስቲ ናይቲ ሓጺር ገምጋም ጽሑፈይ፣ ይጥፋእ ወይስ እንጥፋእ ዝብል ብኣምሓርኛ ብትግርኛ ድማ ንጥፋእ ዶ ዋላስ ነጥፋእዮም ክብል እየ ሰይመዮ። ኦኬ ያልኡ ብምግባር ንኽልተ ሰለስተ ደቒቕ ነቢቡ ድሕሪ ምውዳእ፣ እዚ ፖለቲካስ ጽቡቕ ገይሩ ተረዲእካ ኣሎ ይብለኒ። ንገምጋም ጽሑፈይ መሰረት ብምግባር፣ ዓሚቝ ትንበያ ግምታቱ ወሲኹ ስፍሕ ብዝበለ ዘርዚሩ የረድኣኒ። እቲ ጽሑፍ ከምቲ ኣብ መእተዊ ጽሑፈይ ገሊጸዮ ዘለኹ፣ ሌተናል ጀነራል ዮውሃንስ ገብረመስቀል፣ ጆን መንጋግ፣ ከም ዝሰደደሉ ብቴለፎን ከም ዝተዘራረቡ ዝሓበረኒ ሽዑ እዩ። ጀነራል ዮውሃንስ ንሌተናል ጀነራል ጻድቃን፣ ሜጀር ጀነራል ኣበበ ተክለሃይማኖት፣ ጆቤን፣ ከም ዝረኸቦም፣ ብዘለዎም ኣመለኻኽታ ሕጉስ ከም ዘይኮነን ኩሎም፣ ንኹናት ተሳሒሎም ከም ዘለዉን ነድሓኖም ቃል ብቓል ገሊጽሉ እዩ። ብድሕሪ'ዚ ኣድሓኖም ንስዩም ረኺቡ ከዘራርቦ እንተ ክኢሉ ድማ ከስምዖ ሓደራ ብምባል ተማሕጺንዎ እዩ። ቅድሚ ናብቲ ዘልዓልክዎ ዛዕባ ምእታወይ ንእሽተይ መተሓሓዚ ክኸውን ኣድሓኖም ምስ ስዩም ዝነበሮ ፖለቲካዊ ፍልልይ ሰማይን ምድርን እዩ። ኣድሓኖም መሪሕነት ህወሓት ኣብ ጉዳይ ኤርትራ ብዝገበሮ ግጉይ ኣተሓሕዛ ክሳብ ሕልፈተ ህይወቱ ጉሁይ እዩ ነይሩ። ስምምዕ ውዕል ኣልጀርስን ውሳነ ብይን ኮሚሽን ዶብ ኤርትራ-ኢትዮጵያ ንዝወሰኖ ይግባይ ዘይበሃሎ ቀያዲ ውዕል ክትግበር፣ ፍቓደኛታት ብዘይምዃኖም ብተደጋጋሚ ይወቕሶም እዩ ነይሩ። ኣብ ጉዳይ ዕንክሊላዊ መንገዲ ተቓውሞ ኤርትራ፣ ዓንቃፋይን ተዋሳእትነትን ሕንፋሸ ህወሓትን፣ ኣብ ጉዳይ ኣልማነስን ረሚስን ብዕልቢ ዘይብሎም ኣባላት ደህንነትን ስለያን ዝተጎብኤ ናብ መእጎሪ እስሩቤታት ዝተቐራረበ መዓስከር ስደተኛታት ዝነበሮ ተሪር ተቓውሞን፣ ንረዚን ታሪኽ ጅግንነት ገድሊ ኤርትራ ሓሶት ብዝትርኹ ተረኽቲ ንምድዋኑን ንምብላሉን ዝኸድዎ ዝነበሩ ከይድታትን ወዘተ ኣዝዩ ኣዝዩ ከቢድ ቅሬታታት እዩ ነይርዎ። ከምኡ ዋላ ይኹን ነብሱ ይምሓሮ ኣምባሳደር ስዩም መስፍን፣ ክልተ ሰለስተ ካልኦት ካብ ቀዳሞት ወየንቲ ኣብ ሓፈሻዊ ህይወት ድልዱል ዝምድናን ርክብን ነይርዎም እዩ። ርክባቶም ገና ኣብ ቅድሚ ገድልን ምግዳልን ካብ ዩኒቨርሲቲ ኣዲስ ኣበባ ስለ ዝጅምር ናብ ዕርክነት ገጹ ዝኸደ ስጡም ርክባት ነይርዎም እዩ። ብዛዕባ እዚ ዝፈለጥኩሉ ገና ኣብ ኣዲስ ኣበባ እንከለኹ ኣድሓኖም ንመጨረሽታ ግዜ ካብ ኣመሪካ ናብ ኣዲስ ኣበባ ኣብ ዝመጸሉ ጌጋ ይኽልኣለይ ኣብ መጨረሽታ ክልተ ሽሕን ዓሰርተው ሰለስተን ኣቢሉ እዩ። ሽዑ ኣይርስዓንን ናብ ኣዲስ ኣበባ ዝመጽኣሉ ምኽንያት ደቂ ሓርበኛታት ብጾቱ ክርኢ ብዛዕባ ቀልጢፎም ናብ ሳልሳይ ሃገር ዝሰጋገሩሉ ምስ ኣምባሳደር ስዩም መስፍንን ካልኦትን ክዘራረብ ምዃኑ ሓቢሩኒ'ዩ። ኣብቲ ሽዑ እዋን ደቂ ሓርበኛ ጴጥሮስ ሰሎሞን፣ ደቂ ደቂ ሓርበኛ ዑቕበ ኣብርሃን፣ ደቂ ሓርበኛ ብርሃነ ገብረዝግኣብሄርን ካልኦትን ብናይ ስግረዶብ ስደት ኣብ ኣዲስ ኣበባ እዮም ነይሮም። ሎሚ ኩሎም ናብ ሳልሳይ ሃገር ተሰጋጊሮም ዳርጋ ኣብ ኣመሪካ እዮም ዘለዉ። እቲ ጽሑፍ ከይነውሓና ከሕጽረልኩም ብዛዕባ እቲ ብኢመይል ገይሩ ዝተላእከለይ ጽሑፍ ኣብ ውሽጢ ትግራይ ኣብ ባይታ ዝካየድ ዝነበረ ምድላዋት ብሰፊሕ ብምዝርራብ ተረዳዲእና እሞ ይብለና ኣድሓኖም። ጽባሕ ምሸት ምስ ስዩም ብናይ ዋትሳፕ ቴለፎን ክንራኸብ ተቋጺርና ኣለና። ክሳብ ኣብ ከምዚ ምጽሓፍ እንተበጺሖም ፍጹም ምውጋእ ደው ከብሉ ዝኽእሉ ኣይመስለንን። ሓደ ቁርጹ ምፍላጥ እዩ ብኻልኣይ ደረጃ ናይ ሕልና ዕረፍቲ እዩ ጽባሕ ሰኣን ከምዚ ምባል ብዝብል ካብ ናይ ሕልና ወቐሳ ነጻ ንምዃን ዝበለጸ እዩ። ስለዚ ጽባሕ ምሸት ብሓደ ንረኽቦም ማለት እንታይ ከም ንበሃሃል ክትሰምዓና ንታሪኽ ክትስንዶ ኣለካ ይብለኒ። ኣድሓኖም ክሳብ ክንድኡ ንከምኡ ዝበለ ምስጢራት ክነግረካ ተሳታፋይ ክገብረካን ኣመና ከቢድ እዩ ኣድሓኖም ከም ሰብ ካብ ኩሉ ነገራት ኣዝዩ ቁጡብ ነብሱ ብጽኑዕ ድስፕሊን ዝምርሕ ሰብ እዩ ኣድሓኖም ከምኡ ንዝኣመሰለ ተኣፋፊ ምስጢር ክነግረካ ንሱ ጥራይ ኣብ ዝፈልጦ ከዋስኣካን ኣብ ልዕሌኻ ዘሕደሮ እምነትን ተኣማንነትን ሚእትን ሓደን ካብ ሚእቲ ክኸውን ኣለዎ ናብቲ ቀንዲ ሕመረት መልእኽተይ ናይዚ ጽሑፍ ከብለኩም ሕወሓት ነቲ ብጌታቸው ረዳ ሓቅን ሓሶትን ብምድውዋስ ኣብ ወግዓዊ መርበብ ሓበሬታ ኣብ ፋና ቴሌቭዥን ኢትዮጵያ ንዝሃቦ መግለጺ ብመንገዲ ቢሮ ሰላምን ጸጥታን ትካል ትግራይ ኣቢሉ ግብረ መልሲ ሂቡሉ ኣሎ። ግዳ ከም ውልቀ ጸሓፋይን ንፖለቲካዊ ኩነታት ትግራይ ብዑምቀት ዝከታተሉ ሰባት ኮይነ ክሪኦ እንከለኹ በቲ ዝተዋህበ መግለጺ ኣመና ሓዚነ እየ። ቢሮ ሰላምን ጸጥታን ትግራይ ካብቲ ቀንድን ተኣፋፍን ዛዕባ ብምእላይ ጌታቸው ኣብ ስርቅን ብልሽውናን መሪሕነት ህወሓት ኣብ ዝበሎ ነገር ኣድህቦ ዝገብረ እዩ መግለጺኡ ጌታቸው ብቃልዕ ኣብ ኣደባባይ ናይ ፋና ቴሌቪዥን ቀሪቡ ህወሓት ንመንግስቲ ፌደራል ከጥቅዑ ጨሪሸ ክድምስሶን ብወገን ወያነ ህወሓት ሙሉእ ምቅርራባት ከም ዝተገብረ፣ ዓሙዩቅ ክትዕን ምምኽኻርን ከም ዝተገብረሉ ኣብ መጨረሽታ ገምጋም መሪሕነት ህወሓት ኣብ ውሽጢ ሰለስተ ወርሕ ንኹሉ ነገራት ብሓይሊ ወዲኦም ዳግማይ ስልጣን ኢትዮጵያ ክቋፃፀርዎ ከም ዝኽእሉ ቃል ብቓሉ ገምጋምናን ስትራተጅናን ከምዚ እዩ ነይሩ ክብል እዩ ተዛሪቡ። አብይን
ኤርዶዋን አያድነው፣ ሳዳም ሁሴን አያድነው፣ ቭላድሚር ፑቲን አያድነው፣ ማንም አያድነው። ጆ ባይደን ነው ግፋዊ ካዳሚ ሰላም ተቀበል ብሎ ተገፋው ተሳክቶ ላይ ደሞ
ቪወስ አፖሎጃይዝ አም ኮንቲኒዩ ስለ ዝኾነ ሓንካ ዘውረየ ፈረሰኛ ናይ መልሶ ብዝብል ንልዕሊ ሓሙሽተ ዓመታት ዝዓቆርክዎ ምስጢር ብኸፊል ናብ ሜድያ እዝርግሖ ኣለኹ ኣብዚ ደጋጊመ ዘረጋግጾ ንሕወሓት ክውንጅል ንኸይዲ ይጽምዶ ክኹርኩሕ ነብሱ ይምሓሮ ንኣምባሳደር ስዩም መስፍን ክነቕፎ ኢለ ኣይኮንኩን። እታ ሓንካስ ናይ ፖለቲካ ኣባል ፈጻሚት ኣካል ዝነበረት ኪራ ኢብራሂም እቲ ዶግላጽ ናይ ፖለቲካ ኣባል ፈጻሚት ኣካል ህወሓት ጌታቸው ንንፋስ ዝዘርውዎ ንጸሓይ ዘውቅዕዎን ምስጢራት ፍረሰኛ ሚኪኤል ክመልሶ ብፍጹም ኣይከኣልን'ዩ። ስለዝኾነ እየ ነቲ ሓቂ ምስ ትንፋሱ ንኸቕርቦ ተበግሶ ብምውሳድ ሎሚ መእተዊ ጽሑፈይ ጆባእ ዝብለኩም ዘለኹ። ንጹር ንኽኸውን። ጌታቸው ንሕና ተዳሊና ኩናት ጀሚርና እዩ ዝብል ዘሎ ሰለዝኾነ ህወሓት እዩ እቲ ጠንቅን ጀማርን ናብ ዝብል እዩ ዝወስደና ቢሮ ሰላምን ፀጥታን ትግራይ ዓገብ ክብሎ ዝግብኦ ዝነበረ ነዚ እዩ ብዛዕባ እዚ ግን ካብ ዘይምስትውዓል ክኸውን ይኽእል ቃል ኣየስተንፈሰን ረፋድ ቀዳም ዕስራን ሽዱሽተን መስከረም ክልተ ሽሕን ዕስራን ብኣቆፃፅራ ፈረንጂ ቀርኒ ኣስገዛ እስካብ ብሉይ ዘፍረዮ በላሊዕና ነዕልል ነበርና ኣድሓኖምን ስዩምን ቀዲሞም መዓስን ሰዓት ክንደይን ክራኸቡ ምዃኖም ብናይ ኢሜይል መልእኽቲ ተረዳዲኦም እዮም ናይ ዋትሳፕ ቴለፎን ጭር ትብል ደዋላይ ካብ ኢትዮጵያ ኣምባሳደር ስዩም መስፍን እዩ ዝነበረ ይቕጽል ጸሓፊ ሚካኤል እምባይ ኣራንሺ ኤሪ ላየን ፔጅ ካብዚ ቅጽል ኣቢለ እውን ክቡራትን ክቡራንን ተኸታተልቲ ዝመሰጣኒ መደባት ኣለዋ እተን መደባት እንታይ ይመስላ ናባኹም ከብለን ደጊመ ሰናይ ምክትታል ሰማዕትና ሕጂ ልክዕ ሰዓት ሸውዓተ ዕስራን ሓሙሽተን ግንቦት ሽሕን ትሽዓተ ሚእትን ተስዓን ሓደን እዩ ጅግና ህዝባዊ ሰራዊት ሓርነት ኤርትራ ንናይ ደርግ ካልኣይ ኣብዮታዊ ሰራዊት ደምሲስዎ። ኣስመራ ርእሲ ከተማ ኤርትራ ሓራ ወጺኣ። ድሕሪ ሚእቲ ዓመት መግዛእቲ፣ ድሕሪ ሰላሳ ዓመት መሪር ብረታዊ ተጋድሎ፣ ኣስመራ ሓራ ዝወጸት ትማሊ ምሸት እዩ። ብዘይካ'ታ ኣብ ዝሓጸረ እዋን ናጽነታ ነጓናጽፋ ዓሰብ ድማ፣ ኩለን ኣብ ትሕቲ ጸላኢ ዝጸንሓ ካለኦት ከተማታት ኤርትራ ሓራ ወጺኤን ኣለዋ። ጅግና ህዝባዊ ሰራዊት ሓርነት ኤርትራ ነቲ ኣስታት ሚእቲ ሽሕ ወተሃደራት ዝነበርዎ ካልኣይ ኣብዮታዊ ሰራዊት ናይ ምድምሳስ ወፍሩ ዝሓለፈ ሰንበት ዓሰርተ ትሽዓተ ግንቦት ሰዓት ዓሰርተ ቅድሚ ቀትሪ ኣብ ግንባር ደቀምሓረዩ ጀሚርዎ። ነዚ ብርቱዕን ወሳንን መጥቃዕቱ ህዝበዊ ሰራዊት መድረኽ ብመድረኽ ብዝዓጅብ ቅልጣፈን ብልሓትን ካብ ሓደ ግንባር ናብቲ ካልእ እናልሓመ፣ ነቲ ጸላኢ ንዓመት መመላእታ ዘደልደሎ ዕርድታት ኣፍሪሱ፣ ኣብ ውሽጢ ሽዱሽተ መዓልቲ ሓመድ ድበ መግዛእቲ ኢትዮጵያ ኣበሲሩ። ኣብ መጀመርያ፣ ጸላኢ ዝበዝሑን ዝተመርጹን ኣሃዱታቱ ናብ ግንባር ደቀምሓረ ብምምጻእ ብርቱዕ ምርብራብ ገይሩ ነይሩ። ጅግና ህዝባዊ ሰራዊት ሓርነት ኤርትራ ነዚ ልዕሊ ሽዱሽተ ክፍላተ ሰራዊት ዕስራን ኣርባዕተን ብሪጌዳት ሓይሊ ጸላኢ ጨፍሊቑ ደቀምሓረ ሓራ ኣውጺኡ ንቕድሚት ምስ ተወርወረን ንጽርግያ ኣስመራ መንደፈራ ኣብ ሽከት ሓኒቑ ኣብ ሰራየ ንዝነበረ ሓይሊ ጸላኢ ቆሪጹ ምስ ኣትረፎን ኣብቲ ዝተረፈ ግንባራት መጥቃዕቲ ምስ ከፈተን ግን ካልኣይ ኣብዮታዊ ሰራዊት ዝግርግ ኣትይዎ ዝመውትን ዝማረኽን በርጊጉ ዝሃድምን ኮይኑ ተደምሲሱ። መግዛእቲ ኢትዮጵያ ተሳዒሩ። ኣብ ውሽጥን ወጻእን ትርከብ መላእ ህዝቢ ኤርትራ ነዛ መዓልቲ እዚኣ ንዓመታት ዝሓለምካያ ዜጋ ኩሉኹም ፈተውቲ ህዝቢ ኤርትራ እንቋዕ ሓጎሰና ደስ ኢሉና ደስ ይበልኩም።
ፍረዝጊ ዝበሃል ተጋዳላይ ንገሊኦም እኳ ኣዕሊለዮም ነይረ ብዝኾነ ግን ኣይፅላእን እዩ። ፍረዝጊ ዝበሃል ሃንደሳ ኢሳጉ ልክዕ ፃዕዳ እዩ ዝመስል፣ ነዘን ራሻ እዩ ዝመስል፣ ኣፍንጭኡ ትርር ኢሉ እዩ፣ ሕብሩ ብጫ እዩ፣ ፃዕዳ ኩፌታ ኣብዚኣ ገይሩ ሓንቲ ዓይኑ ከም ፀቒጥዋ እዩ ዝዛረበካ። ቀጠልያ ኮርታ ካምቻ፣ ቆጠላ ቁምጣ፣ ብጫ ጋምባለ ጻዕዳ እዩ እቲ ብነብሱ ከምኡ ብጫ ሰብ ሪኤ ኣይፈልጥን ሕጂ ብቲ ሩባ ጸኒሕኒ ብቲ ማይማኦ ዝበሃል ኣሎ መንጎ ታባ እንዳ ዱባለን ቀያሕ ታባን እቲ ማይማኦ ዝበሃል ሩባ እዩ ኣብቲ ማይማኦ ኮፍ ኢሉ ጸኒሕኒ ጃኣነ ገሪምኒ እዩ ሪኤኻ ኣይፈልጥን እያ ነጋጣሚ ምስታ ወጠሎን ሰብዓን ሓሙሽተን ትበሃል ናብ ሓምሳን ሸሞንተን ዝኣተወት ነይራ ናይ በዓል በገ ናይ በዓል ሸያቦ ዝነበረት ምስኣ እዩ ናባና መጺኡ ኣጋጣሚ ምስቲ ውግእ ከ ኣይንራኸብ ኢና ነርና እተን ናይታ በጦሎን ሓይልታት ምስታ ሰላሳን ሓደ ሓይሊ ናይ ፖሊስ ናይ ኣማንኤል ፖሊስ እዩ ነይሩ ሕጂ እዚ ኣብኡ ፀንሕ ሄዛ ማንጆስ ገቢርልኻ ገለብልኒ ቤላ ገለብሎ ኣነ ጀሪካን ማይ መልእ ነይረ ኣይትፈልጠናን ኢኻ ዝለብለኒ ኣዘራርቡ ከምዛ ዝብለካ ኣይትፈልጠኒ እንደ ኣነ ስርኤካ ይፈልጥነ ገለ ምታት ኖባሞ ኣብቲ ማማ ባህሊ ገይርኩም ናይ ሓይሊ መፅኤ ነይረ ውርየጋ ኣኺብኩምና ይኹም ክራር ገለ መለታት ከዋን ፅቡቕ ዘበኹም ገለ ምስ በዓል ዳሽም ገለ መለ ይብል እዋ ፅቡቕ ኣለኻ ገለ ምታት ብሎ ፍረዝ ክበሃል ኣንደዛ እዩ ሳጓይ ይትፈልጠኒ ገለ ከመይ እሞ ድፋዕ ከ ይረኣኹም ፀላኢ ገለ ምታ ትብለኒ ክላ ብዙሕ ይረኣየኒ ገለ ምታ ትብሎ ኣብዛ ቦታ ኹም ቀፃሊ ኹም ትኩሱ እንታይ ይረኣኹም ዮም ገለ ምታ ትብሎ ንስኻ ኢኻ ትሓቶ ዘለኻ ተኩሱ ኣሎ ቀፃሊ ኣብታ ቦታ ሕጂ ሙሉእ መዓልቲ ተኩ ክትብል እያ ትውዕል ኣብታ ታባብልሓት ትበሃል ቦታ ታባብልሓት ማለት ዛንዳ ዱባለ ኢሎም ዝዛረቡላ እያ ታባብልሓት ኢና ንብላ ካብኣ ናብቲ ኣንታ ተኣማመን ትበሃል ቦታ ናይ ፀላኣላ ሙሉእ መዓልቲ እያ ተኹሲ ትውዕል ኣነ ሊኡ ዘሎ ብሬን ሒዘ ገለ እንታይ ትብል ኣይዋ እሞ እንታይ ኢኻ ትርኢ ዲኻ ሙሉእ መዓልቲ ተኹሲ ኢኹም ትትኩሱ ገለ ብሎ ገርመጋ ይብለካ ተኹሲ ጥራይ ኣይኮነን ወይን ማለ ሕጂ ዋርድያ መፅያ ነታ ዋርድያ ነዛ መስኮት ክዓፅኦ ተኸላ ዘብጣ ኣለኹ ብለኒ ተጠቕለል ኢላ ብድሕሪኡ እቲ ሓንቲ ትመፅእ ጠቕልል ኣብ ኮላ ሳልሰይቲ ርእየኒ ኢላ ሕቋኣ ድንን ኢላ ሕቋኣ ሰይራ ክትኣቱ ሕቋኣ ሰብራ ኣለኹ ኮፍ ኢላ ኦይ በል ክንከይ ድሕራይ ገለ ምታት ትብል ማለት ከምኡ ዝብል ተጋዳላይ የለን ናይዚ ሕጂ ክስታይ ገርሃኒ ተሪራ ተሪራ ሕጂ ከላ ከይደ ኢለ ማይ ጀሪካኒ ተሰኪመ ከይድ ንገዛ ሕጂ ብቲ ጋንታና ከይደ የዕልል ኣንታ ከምዚ ኢሉ ናይ እንዳ ሰላሳን ሓደን ከምዚ ረኺበ ኣብ ትርባስ ከምዚ ከም ዝብል ሕጂ ሓደ ነይሩ ካብቶም እንዳ ሰብዓን ሓሙሽተን ናባና ዝመፀ ዝፈልጦ ምስኡ ዝነበረ ዘረባ ጥራይ ኣይኮነን ከምኡ ድዋጋእ ሰብኣይ የለን ብለኒ እዎ ከምዚ ከምዚ እንዲ ኢሉኒ ገለ ትብሉ በዚኣ ፈልጦ ማለት ተፋሊጥና ኢና ብድሕሪ ረኽቦ ዓርከ እዩ ነይሩ ገለገለ ብድሕሪ ግደፎ ዋላ ተሰነ ወይባ ሒዝዎ ንመጀመርያ ካብ ውግእ ተሪፉ ተሰነ ይኣተወን ተሰነ ግን ሃርማ ወርሒ ሓደ ዕለት ዓሰርተ ሓሙሽተ ሰዓት ሰለስተ ፈረቓ እና ኣቲናያ ንተሰነ

ጃኬቱ ክዳኑ ገለመለ ኣብ ቦስቶ የምጻሉ ምሳይ ጽቡቕ ዝምና ስለ ዝነበረ ዓርከይ ባይዘ ወይ ሕጂ እዛ ኩነታት ናቱ ናይዛ ናይ ናቕፋ ክመልሰካ ናቕፋ ሓንቲ ጓል ለምለም ዝብልዋ ተጋዳልቲ ነራ በቲ ካብቲ ታባብልሓት ንታሕቲ ሓደ ኣምሓራ ኢዱ ክህብ መፅእ ብቕድሚ ድፋዕ ንሳ ኸኣ እጀሎ በዝጠት ነው ገበ ገደ እናበለ ከሎ ብኢድ ወሊዓ ትገድፎ ኣብዚኣ ትሃብኒ ነዚ መኣት ኢደ እዩ ዘም ዘሎ ገለገለ ኢሎማ ጠጠው ኢሎ መፅኡ እቲ ምሓራይ ኢደ መፅኡ ናይ ኢዱ ይሓተተን እቲ ምሓራይ ገብረ ኣበሎ ይብለች ገብረ ኣበሎ ገብረ ኣበሎ ገብረ ዝብሎ ዘሎ ሕጂ ንፍረዝጌም ንሃንደሳ ንሃንደሳ ፍረዝጋ ሃንደሳ ሆየ ሽዑ ገለ ገለ ክገብር ከኣኒ ኣብዚ እግሩ ተባሪዕዎ ሓሸዋ ከይዱ ንፃብራ ሕክምና ነይሩ እዚ ኢድካ ክትሕከሙ ንፃብራ ሕክምና ክትከይድ ኢኻ እሞ ኣብኡ ሕተቶም ፍረዝጊ ኢልካ ከዓ ሕተቶም ሃንደሳ ኢልካ ፀዋዕ ኢሎም ከይዱ ናቕፋ ንፃብራ ምስ ከደ ኣብ ፃብራ ሓትት እቲ ምግብና ነይሩ ንዑ ፀዊዕሞ ኢላ ነጊርኩም ዶ ተሓቂ ሓደ መሓራ እያ ተገብርም ኣለሞ ፅውዑ ካለዉ ኣብኡ ፅበዩ ካለዉ ንገር

ማነው ብትሎ ገብሬ ገብሬ አዲስ አበባ ጥቁር አንበሳ ገብሬ ይህ ሰው እኮ በቃ ከምዚ ኢሉ ይሪኦ ገርሙ ከምኡ እዩ በቃ እቲ ጉዳይ ከይዶ ኣለዎ ዳ ኢልዎም ገዲፎ ናብቲ ክስታ ይኸይድ ማለት እያ ሕጂ ናይ ሃንደሳ ኣነ ዝገርመኒ ነገር ንሱ እዚ ብረታት ኩሉ እዩ ዝፈልጦ ኣርቢጂ መሬት መሬት ዝትኩሶ እቲ ገዛውቲ ናይ እምበሃራ መሬት እዩ ነይሩ ብሬን ሕዝ በዚ በዚ ክላሽን ኣዝዩ ተዋጋኣይ ፍሉይ ፍጥረት እዩ ብኸምዚ ኣነ ናቱ በዛ ዝፈልጦ ድሕሪ ሰላሕታ ኢና ንፋለጥ ዘለና ማለት ድሕሪ ሻድሻረ ኣብ ሓንቲ ጋዜጣ ኣብቲ ቶታል ኮፍ ኢለ እንዳንበብኩ ሓደ መዓልቲ ድሕሪ ናፅነት ድሕሪ ናፅነት ኣብ ገለ ውግእ ገይሮም በዚ ናይ ዓደብዑር ከባቢ ውግእ ውዒሎም ሲ ኣብዚ ምሽ ናይ ሓርበኛ ትብል ነይራ ክስታይ እንታይ እዚ እዚ ተራእኹስ ትጨጉሪ ስጋ ኣብዚ ኢቱ እዩ ነይሩ ንእሽተይ ቆልዓ ከሎ እያ እታ ስእሊ ኣታ እዚ ደኣ እሞ ናይ ቀደሙ እዩ እዚ ጅግንነት ደኣ መኣስ ምሳና ጥራይ ምስ ኮነ ኮይኑ ዋላ ኣብቲ ሰላሕታ ዝከረ ንሓደ ግዜ ስለቲ ናይ ጸላኢ ብምሉኡ ፈዢ ተሰኪሞ ኩላ እታ በጠሉና ትርእዮ ኣላ ሕጂ ኣብ ዝኾነ ቦታ ዘለዉ ዝክርዎ እዮም ተሰኪሙ ይምጽዎን ኣንታ ሃንደሰ ካበይ ወጺኻዮ ሽዑ ስፋፍ ነይሩ ምሳና ዕመር ስፋፍ መራሕ ወጠሎ ኣብቲ መንቀራቕሮ ከም ዘይረኽቦ እስክእትዎ ኢሉ ከመይ ኢልና ክንስከሞ ኣብ መገዳ ኢና ውግእ ሓዲርና እንደገና መገዳ ሕማቕ እዩ ካብ መገዳ ተመሊስካ ንድሕሪት እዩ ክንወጽ ከነዝልቕ ዘለና መለብሶ ስለ ዘይተታሕዘ ንሱ ከዓ ነፀላ ሙሉእ ኣምፅኡ ኣብቲ ምንቋራ ኣውሮፓ ውስጡ ዝበሃል ኣሎ ክክም ዝኸውን ፈንጂ ብምሉእ እቲ ናይ ፀላእ በንቂሩ ውፅእዎ ነው ኣብኡ ተኺዱ ሕጂ ነዚኢታት እንዳዘከርኩ ከለኹስ ኣብቲ ጋዜጣ ርእይ ተበልኮስ ከምዚ ኢሉ ምስ ከደ ስድርኡ መፅኦም ክሓቱናስ ምስ ፀላእ እንዲ ደኣ ከይዱ ንሱ ደድሕርተን ዝሃደማ ምስአን ከይዱ ኣሎ ሳልሳይ ርእሱ ድገለ ምሉእ መዓልቲ ኣብኡ ብጅግንነት እዩ ክዋጋእ ውዒሉ። ምግዳፍ ኣብይዎ እኒሀ ከይዱ ኣሎ ገለ ተፀበይዎ መፅ ይኸውን ኢልና እዮም ስድርኡ ምሸት መፂኦም ረኺቦምዎ። ገለ ምልታት ኢሎምስ ኣብኡ ተፃሒፉ እቲ ናይ ማህደር ጀጋኑ ርእየን። ስለዚ ናይ ብሓቂ ተገርመኒ ዕላል እያ እዚኣ። ግርም ፅቡቕ ባራኪ እሞ ዕላልና ነዊሕ የዕሊልና ኢና ክንዛዝም ኣብ መወዳእታ መደምደምታ ግበረልና። ምናልባት ተሕልፎ መልእኽቲ እንተለኣለካ ተመስግኖ ወይ ግተለካ ንሰዓብትኻ ዕድል ክበካ ኣነ
ንመን እንታይ እየ ዝብል መስለካ ኣነ ንሓደን ሓደን ከመስግን ኣይክእልኒ
ልዕሊ ዝኾነ ግን ኣብ ኩሉ ኩርና ኮይኑ ነዚ መደባትና ዝከታተል ሰብ ንዓና ዝፅበየ ብዙሕ ፀግዒ ወይ ቲፎዞ ኣጥሪና ኢና ኣብዚ ስራሕ እዚ ኣብ ስደት ዘለዉ ይኹኑ ኣብ ሰራዊት ዘለዉ ኣብ ቁሸታት ይኹኑ ኣብ ዓድታት ኣብ ፈቐድኡ ዘሎ ኤርትራዊ ናይ ብሓቂ ኣነ ዝህበኒ ክብሪ ብዙሕ ነገር ስለ ዝርኢ ኣብ ዝኾንኮ ቦታ ከይመስገንኮ ክሓልፍ ኣብ መሰል ስቶር ዝተፈላለየ ዓይነት ፔይመንት ፕላን ክህልወና ከሎ፣ ሓደ ካብኡ ድማ ኣዝ ዩዥዋል፣ ክሬዲት ካርድ፣ ዴቢት ካርድ፣ ከምኡ'ውን ክላርና ኤንድ ፔይፓል ክኸውን ከሎ፣ ተጠቀምቲ ፔይፓል ኤንድ ክላርና ምስ ትኾኑ ግን ናቱ ዝኾነ ፔይመንት ፕላን ኣለዎ። ስለዚ ናይዚ ክቡር ኣገልግሎት እዚ ተጠቀምቲ ክትኮኑ ብኽብሪ ይዕድመኩም። መሶብ ስቶር ብቕልል ዝበለ ከየሸጋገረ ድኻምና ቀኒሱ ሓሳብ ልብና እንዳስመረ ንኹሉ ብማዕረ ኣብ ዝተፈላለየ ኩርናዓት ዓለም ዝነብር ናብ ስድርኡ፣ ቤተሰብ መቕርቡ፣ ፈተውቲ፣ መማህርቲ መተዓብይቲ፣ ናብ መሓዛ፣ ናብ ሳንዳ፣ ናብ ኣዳነ፣ ናብ ኣሞ ሓትንነ፣ ሓወቦይ ኣኮይ፣ ኮታስ ብመሶብ ስቶር ዘይንልእኽ ቅልል ብዝበለ። ብኸመይ ንዝብል ሕቶ፣ ቅድም ቀዳድም ብጽፈቱን ስሉጥ ኣጎልጉሎቱን ንተገልጋሊ ሩፍታ የዕሲሉ ኣቦይለ'የ ዘቕስን። ኣብ ዝኾነ ሰዓት መልእኽትኹም ዝቕበል ድሌታትኩም ከማልእ ናብ ዝደለኹሞ ኣስቤዛኹም ዘቐብል፣ ኣድሃ ብስርሑ ዘየማትእ ኣሎኩም መሶብ ስቶር ስድራቤት ዘበስር ብርትዓዊ ዋጋ ሓሳብ ልቢ ዘስምር ስለዚ ምርጫኹም ይኹን መሶብ ስቶር መልእኽትኹም ተሓንጊጡ ብጊሓቱ ጸሓይ ከይበረቐት ክበርር ስለዚ ተጠቀምቲ ናይ ኦንላይን ዕዳጋ ብምዃን ከይደኸምኩም ከይረሃጽኩም ካብቲ ናብቲ ከይተሸጋገርኩም ሞሶብ ስቶር ንዝደለኹሞ ኣብ ዝደለኹሞ ዝኣዘዝኩሞ ኣስቤዛ ሒዙ ንተገልገልቲ ሩፍታ ፈጢሩ ዝኣዘዝኩሞ የከፋፍል

መስመርና ድርዕና ርሑስ ቅንያት ናጽነት ክልተ ሽሕን ዕስራን ሓሙሽተን ዘልኣለማዊ ዝኽሪ ንሰማእታትና ወትሩ ዓወት ንሓፋሽ። ፍልፍል ቲቪ